ልክዕ ከምኡ ድማ ጸላኢ ኸኣ ዲዛይን ገይሩ ኸኣ ናቱ ዝሰርሖ ስፍራታት ከኣ ኣለዎ። ሓቂ ካብቲ ሓደ ጸላኢ ዝግለጸሉ ቤት ድማ ዲስኮቲክ፣ እንዳ ባር፣ እዚ ድማ ጸላኢ ስርሐ ኢሉ ንፍጥረት ንኸብርስ፣ መጻኢ መንእሰያት ንኽበልዕ ዘዳለዎ ቦታ እዩ። እቲ ቦታ እቲ ናይ ጸልማት ዓለም ዲዛይን ስለ ዝገበሮ እቲ ቦታ እቲ መሳልሉ ናብ ናይ ናብ ናይ ሰማያዊ ዓለም ብርሃን ኣይኮነን ዝኸይድ ናብ ናይ ጸልማት ዓለም እዩ ዝኸይድ ንምንታይ ተልኩሙኒ እቲ ቦታ ዲዛይን ዝኾነ ብናይ ጸልማት ዓለም እዩ ስለዚ ርግጸኛ ኩን ኣብቲ ስፍራ እንድሕር ኬድካ ጭንቀት ናትካ ኢዩ ጓሂ ናትካ ኢዩ ምኽሳር ናትካ ኢዩ ምብልሻው ናትካ ኢዩ ዋይ ተተባሃለ ኣቲኻዮ ዘለኻ ስፍራ እግዚኣብሄር ዲዛይን ዝገበሮ ኣይኮነን ጸልማት ዓለም ዲዛይን ዝገበሮ ኢዩ ልክዕ እንዳ ባር ምስ ኣተኹም ኣዒንትኹም እንድሕር ተኸፊቱ ሰብ ዝዛናጋዕ ዘሎ እዩ ዝመስሎ። ብምሉኡ እቲ ኣትሞስፌር ግን ናይ ጸልማት ዓለም ናይ ኣጋነንቲ ዓለም እዩ ዝቆጻጸሮ። ብኾፎም እቶም ሰባት ከይተረድኦም ከምቲ ያእቆብ ዝበሎ ኣነ ዳደ ኣስተውዓልኩ እምበር ኣብዚ ስፍራስ ድልዑል ነይሩ ዝበሎ እሶም ከየስተውዓልዎ እቲ ኹፉእ ይመልኦም እዩ። ልክዕ ካብቲ እንዳ ባር ክወጹ ከለዉ ባዶነት ክስምዖም ይጅምር። ወይ ንግሆ ደቂሶም ክትስኡ ከለዉ ኣሕ ክብሉ ይጅምሩ። ዋይ ተዳኢልኩሙኒ ዝዋዓልዎ ስፍራ ናይ መጉደሊ ስፍራ እዩ እቲ ስፍራ እቲ ብጽቡቅካ ኣቲኻ ተባላሽኻ ትወጸሉ ቦታ እዩ ኣለኹም ምሳይ ሌጋን ተኾንካ ኣቲኻ ናይ ታሕቲ ናብ ላዕሊ ኣሲርካሉ ሞልጎም ትወጸሉ ቦታ እዩ ደሓን ሰብ ክትርኤ ዝጸናሕካ ሰላማት ክብረት ይሃበለይ ገለ እንዳበለ ክኣቱ ዝጸንሐ ቁሩብ ኣብቲ ስፍራ ግዜ ምስ ወሰደ እንታይ ኮንካ ትጥምተኒ ኣለኻ ክብለካ ይጅምር። ብሰላም ዝኣተወ ሰብ እኳ እዩ። ርእሱ ኒሉ ዝኣተወ ሰብ እኳ እዩ። ብራዘር ከምኡ ዘብሎ ዘሎ ኣትይዎ ዘሎ ስፍራ ረሳሕ ዓለም ዝመለኣሉ ስፍራ እዩ እረ በየሱስ ስም ኣነ ሎማዓንቲ ክነግረኩም ወላ ኣብ ዩቱብ ትካታተሉና ሰባት ማለት እዩ ብፍላይ እንዳባር ክትገብሩ ዕቅድ ዘለኩም ሰባት ሎማዓንቲ መልእኽቲ ክበኩም ናይ ትውልዲ መጻኢ ኢኹም ተባላሽው ዘለኹም እቲ ሒዝኩሞ ዘለኹም ዕቅድ ናይ ኣምላኽ ኣይኮነን ንሕና ድማ ቀንዲ ስራሕናን ምንብርካኽናን እቲ እሶም ዝኣለምዎ ኣጀንዳ ብምሉኡ ከም ዘይከናወን ምግባር እዩ። ኣነ ይፍተዉኒ ይጽልኡኒ ቀንዲ ጸሎተይ ክነግረኩም መጻኢ ትውልዲ ዝበልዕ ስፍራ ክዕጾ እስከ ይተዓጾ እስከ በሉ ምኽንያቱ እሶም ነቲ ስፍራ ዲዛይን ክገብርዎ ከለዉ ናይ መንእሰይ መጻኢ ኣይኮነን ዝረኣዮም ገንዘቦም እዩ ዝረኣዮም ንሕና ከኣ ገንዘብ ኣይኮነን ዝረኣየና መጻኢ መንእሰይ እዩ ዝረኣየና ገንዘብና ጽባቐ መንእሰያት እዩ ኢየሱስ ንዘለኣለም ጎይታ እዩ ኣሜን ኣሜን ኣሜን። ኩሉ ስፍራ ነቲ ዲዛይን ዝኾነሉ እዩ ዝመስል ኣቱም ሰባት ኣጋንንቲ ብሓይሊ ኣበይ ይለኣኹ እንድሕር ኢልካኒ ኣብቲ ንዕኦም ዲዛይን ዝኾነ ቦታ ኣለኹም ምሳይ የሱስ ንዘለኣለም ጎይታ እዩ ሓደ ግዜ ካብቲ ንውሽጠይ ብጣዕሚ ጭካነ ዝመልኦ እንታይ እንድሕር ኢልኩምኒ እንዳባር ክርኢ ከለኹ እዩ ማለተይ ኮይኑ እየ ዝነግረኩም ምኽንያቱ እቲ ትውልዲ ኣዒንቱ ስለ ዝተሸፈነ ኣብ ጽቡቕ ስፍራ ዝዘናጋዕ ዘሎ እዩ ዝመስሎ፣ መጻኢኡ ግን ገንዘብ ከፊሉ ይቐብሮ ከም ዘሎ ኣይፈልጥን እዩ። ከቢድ ቃል ክነግረኩም፣ እንዳ ባር ብገዛእ ገንዘብካ መጻኢኻ ትቐብረሉ ስፍራ እዩ። ክደግመልኩም እየ እንዳባር ብገዛእ ገንዘብካ ፅባቐ መፃኢኻ ትቐብረሉ ቦታ እዩ። ኣለኹም ምሳይ ብሩኻት? ኣብ ትምህርተይ እየ ዘለኹ። ስለ ናይ ለውጢ ቤት እየ ክዛረብ። ስለ ናይ ለውጢ ቤት ክዛረብ እንድሕር ኮይነ ቅድሚ ምህናፅ ምፍራስ ክመፅእ ኣለዎ። ናይ ለውጢ ዘይኮኑ ቤታት ከ ኣለዉ ማለት እዩ። ናይ ክሳራ ቤት ኣሎ ማለት እዩ። ልክዕ ብእኡ ኣንጻር ድማ ናይ እግዚኣብሔር ቤት ብመንፈስ ቅዱስ ዲዛይን ዝኾነት ንትውልዲ ንምህናጽ ሰማይ ዝዓቀደላ ንትውልዲ ዝኸውን ፈሳስን መንፈስን ጸጋ ዘፍስሰላ ቤት እያ።

ናይ ጽባቐ ቤት እያ ከምቲ መርዓት ቅድሚ ናብ ህዝቢ ምኻዳ እንዳ መሻጢት ትኣቱ ትውልዲ ድማ ጸቢቑን ተዃሒሉን ዝወጸላ ቤት ቤት ኣምላኽ እያ ኢየሱስ ንዘልኣለም ጎይታ እዩ ኢየሱስ ንዘልኣለም ጎይታ እዩ ርኢኹም ኣብ ቤት ኣምላኽ ሰብ ክመጽእ ከሎ ተስፋ ቆሪጹ ዝመጸ ኣንደበት ተስፋ ገይሩ ክወጽእ